ሰላም ዝኸበርኩም ተኻታተልቲ መደበይ ከመይ ቀኒኹም እምበኣር ንሎሚ ድማ ንዓኹም የነቓቕሕ እዩ ዝበልክዎ ቪድዮ ሒዘልኩም መጽየ ኣለኹ ክሳብ መወዳእታ ምሳይ ክትጸንሑ ብኽብሪ ይዕድም ኣዲኡስ ምጥናሳ ምስ ፈለጠት ንኸተስድዶ ተጓየያ ናብ ሕክምና ከደት ዶክተራት ኣይከውንን እዩ በልዋ ምስቲ ዘላቶ ህሉው ኩነታት ናብራ ካልእ ቆልዓ ትወልድ ደይሕሰብ'ዩ ዶክተር እኮ ተኣበያ ንሳ ግን ተሓቢኣ ኣርኮል እናሰተየት ነቲ ጥንሲ ክትሰዶ ፈተነት ግን ነዚ ኩሉ ሓሊፉ ተወሊዱ ቤተሰቡ ትሑት ኣታዊ ዝነበሮም'ዮም ኔሮም ጫማ ዝገዝኣሉ እኳ ኣይነበረን ኣዝማዱ ዝደርበይዎ ኣረጊት ጫማ ጌሩ ኩዕሶ እግሪ ይጻወት ነይሩ። የዕሩኽቱ፣ ኣቡኡ ናይ ጽሬት ሰራሕተኛ ብምዃኑ ከላግጹሉ ልቢ ይስበር ነይሩ። ካልእ ገዲፍና፣ መምህሩ እኳ ተመሃሮ ኣብ ዝተኣከቡሉ ብናይ ኣቡኡ ድኽነት ኣላጊጹሉ'ዩ። ኣቡኡ ሰኽራም፣ ሓዉ ድማ ውሉፍ'ዩ ነይሩ። ንዑ ድማ ትምህርቲ ይኸብዶ ነይሩ። ግን ኣብ ኩዕሶ እግሪ ኣይሓመቐን። ግን እንታይ ይገበር ሕማም ልቢ ሓዞ። ምጉያይ። ምጉዓዝ ኮፍ ምባል እኳ ኣጸገሞ፣ ትንፋስ ሓጸሮ፣ ዶክተር ድማ ኩዕሶ የቋርጽ ወይ ድማ መጥባሕቲ ምግባር ኣለዎ በለ። እቲ መጥባሕቲ ተዘይተዓዊቱ ክመውት ይኽእል እዩ። በቲ ግዜ ድማ ወዲ ዓሰርተ ሓሙሽተ ዓመት እዩ ነይሩ። ነቲ ዝዓበየ ሕልሙ ኢሉ ቆራጽ ክኸውን ነይርዎ። ፍጹም ከይተጠራጠረ መጥባሕቲ ገበረ። እቲ ዝገርም ድሕሪ መጥባሕቲ ቅልጣፊኡ እውን ወሰኸ። ዓቢ ናይ ምዃን ሕልሙ፣ ጻዕሩ፣ ጽንዓቱ ተወሲኽዎ ዓለም ካብ ዘኽብሮም ተጻዋታይ ኩዕሶ እግሪ ኮነ። ናይ ጎል ማሽን ይብልዎ። ሚልዮናት ናቱ ማልያ ብፍቕሪ ይለብስዎ። ኩሉ ሰብ ይፈልጦም እዩ ካብ ዝበሃሉ ውሑዳት ሰባት ሓደ'ዩ። ትፈልጥዎ ኢኹም ናይ ዓለምና ሓያል ኣጥቃዓይ። ክሪስትያኖ ሮናልዶ ሕጂ ናይ መጀመርያ ቢልየነር ተጻዋታይ ኩዕሶ እግሪ ኮይኑ ኣሎ። ቆራጽ ኮይኑ ነቲ መጥባሕቲ ተዘይገብሮ ነይሩ ሎሚ ብዛዕብኡ ኣይምስተዛረብናን ነይርና። ቆራጽ ምዃን ካብ ዘኽብረካ ካብኡ ንላዕሊ ምስክር የለን። ዝሓሸ ሰብ ንምዃን ምውሳን ኣለካ። ሓንቲ ውሳነ ህይወትካ ምሉእ ክትቅይሮ ትኽእል እያ። እትደልዮም ነገራት ኩሎም ብድሕሪ ፍርሓትካ እዮም ዘለዉ። ቆራጽ ተዘይኮንካ ወላ ሓደ ኣይደልየካን እዩ። ንነብስኻ እውን ኣይትኸውንን፣ ንቤተሰብካ ኣይትኸውን፣ ንፈተውትኻ እውን ኣይትኸውንን። ዝጠራጠር ሰብ ኮንቱ ኮይኑ እዩ ዝተርፍ። ቆራጻት ክንከውን ኣለና ፍቱዋት። ከመይ ገይረ ቆራጽ ክኸውን ምስ ዝብል ድማ ከነዕልለሉ ኢና። ቆራጻት ከይንኸውን ምልዋጥ ከይንጅምር ዝኾነ ዝሓዘና ዝጎተና ነገር ኣሎ። ኣእምሮና ድማ ከምዚ ዝሰኸረ ህበይ ካብ ገረብ ናብ ገረብ፣ ካብ ሓሳብ ናብ ሓሳብ ኣብ ደቂቕ ደቂቕ ይዘልል። ናይ ሃርቫርድ ዩኒቨርሲቲ ዶክተር ፍሬድ ለስኪንግ ኣእምሮና መዓልታዊ ካብ ስሳ ሽሕ ንላዕሊ ሓሳባት ይሓስብ ይብል፣ መብዛሕትኡ ድማ ዝደጋገም እዩ። ፍርቁ ብዛዕባ ትማሊ፣ ጣዕሳ እዩ፣ ብስጭት እዩ፣ ዋይ ኣነ ከምዚ ተዘይገብር ነይረ፣ ኣሕ ተጋግየ እንዳበልና ኢና ንሓስብ። ፍርቁ ድማ ብዛዕባ ጽባሕ ኢና ንሓስብ፣ ከምዚ ተዝኸውን፣ ከምዚ ተዝገብር ዝብል ትምኒት። ለውጢ ዝጅምር ድማ ኣብ ሕጂ ኮይንካ ምውሳን እዩ። ቅድሚ ሕጂ ዝወሰንካዮም ውሳኔታት ዝሃቡኻ ሓጎስ ኣለዉ። ናይ ኣእምሮ ሰላም ኣሎ። ሰባት ከማን መጺኦም ንስኻ ንፉዕ ኢኻ ከምዚ ብምግባርካ ኣድኒቐካ ዝብሉኻ ግዜ ኣሎ። ሓፍተይ ንስኺ ብጣዕሚ ንፍዕቲ ኢኺ ከምዚ ብምግባርኪ ገሪምኒ ኢሎም ዘድንቑኺ ግዜ ኣሎ። እቲ ግዜ ብጣዕሚ ቆራጽ ኮይንኪ ዝወሰንክዮ እዩ። ሕጂ ሕጂ ወልፊ ንምቁራጽ ምውሳን ኣለካ። እቲ ፈሪሕካ ዘቋረጽካዮ ትምህርቲ ንምቕጻል ምውሳን ኣለካ። ክጅምሮ እየ ኢልካ ትጠራጠረሉ ዘለኻ ስራሕ እቲ ቢዝነስ ሕጂ ንምጅማር ምውሳን ኣለካ። ለውጢ የድልየና ኣሎ ኣብ ትምህርቲ፣ ስርሐይ፣ ፍቕራዊ ርክበይ፣ ኣብ ሓዳረይ፣ ኣብ መንፈሳዊ ህይወተይ ዝሓሸ ነገር ንምርካብ ኣብ ህይወተይ ዝሓሸ ነገር ንምርኣይ ይደሊ ኣለኹ እንተልካ መጀመርያ ምውሳን ኣለካ። ብድሕሪኡ ናብ ተግባር ምእታው ኣለካ። ግን ከመይ ገይረ ክውስን? ኣብ ሳሎን ኮፍ ኢሉ ወስን፣ ቁረጽ፣ ምረጽ። ምባል መን ዘይክል እንተ በልኩም ልክዕ ኣለኹም መንገዲ የድሊ እዩ ብዛዕባ እቲ መንገዲ ድማ ኣሕጽር ኣቢለ ኣፍኩስ ኣቢለ ሓሳባት ንምትግባሮም ምቹኣት መንገድታት ክዕለኩም እየ ኣቐዲምና ግን ክቡራት ተኸታተልተይ ኣብዚ ትሰምዕዎ ዘለኹም ሓሳብ ሕቶ ይኹን ርእይቶ እንተለኩም ኣብ ታሕቲ ጸሓፉለይ ከንብቦ እየ ሕጂ ናብቲ መደብ ክመልሰኩም ሰናይ ምክትታል ምውሳንካ ንምንታይ እዩ ዝጠቕመካ? ሓደ ነገር ንምንታይ ትገብሮ ኣለኻ ተፈሊጥካ ጀሚርካ ኣይተቋርጾን ኢኻ። ገለ ገለ ሰብ ይነቓቓሕ፣ ዝገርም ደስ ዝብሎ ሓይሊ ይስምዖ እሞ ስፖርት ይጅምር። ሓደ ሰሙን ይሰርሕ እሞ ኣብ ገለ እዋን የቋርጾ፣ ይስልችዎ። ኣንጊሁ ይትስእ ይጅምር እሞ ድሕሪኡ ይስልችዎ። ዋእ ኣነ ግን ንነብሰይ ድየ ወይስ ንመንፈሰይ ኣንጊየ ዝትስእ ኢሉ ኣንጊሁ እኳ ምትሳእ ይገድፎ። ርኢኻ ንምንታይ ተፈሊጥካ ሓደ ነገር ንምንታይ ትገብሮ ኣለኻ ዕላማኻ ተፈሊጥካ ጀሚርካ ኣይተቋርጾን ኢኻ ተወሲንካ ወሲንካ ኢኻ ስለዚ ንምንታይ ኢኻ ትውስን ተዘይ ወሲንካ እንታይ እዩ ዝተርፈካ እንታይ እዩ ጉድኣቱ እንታይ እዩ ክሳርኡ ፍለጦ ተዘይ ወሲንካ ኣብ ዘለኻዮ ኢኻ ትተርፍ ንነብስኻ ብሕጂ ሓሙሽተ ዓሰርተ ዓመት ኣብዛ ዘለኻያ ዲኻ ትረኽባ ካብ የዕሩኽትኻ ኣብ ከባቢኻ ካብ ዘለዉ ሰባት ክትሕዲኻ ብጣዕሚ ትጽበዮ ድሌትካን ሕልምኻን ክባኽን ድዩ? ስለዚ ክትውስን ኣለካ። ድሕርሕር ምስ ትብል ዝተርፈካ ፍለጥ። ብድሕሪኡ ድማ ተወሲንካ እንታይ ኢኻ ትረክብ? እንታይ እዩ እቲ ረብሓኻ? ተሓጎስ እንታይ እዩ? ምስ ትውስን ንነብስኻ በረኣእያ ብስነ ምግባር ክትሓንጻ ክትጅምር ኢኻ። ቅድሚ ሕጂ እውን ብዙሓት ነገራት ዝተቐየርካዮም ኣብ ዝወሰንካሉ እዋን፣ ናይ ህይወትካ ካፒተን ባዕልኻ ትኸውን ማለት እዩ። ምዕባይ ትጅምር። ገረብ ክሳብ ክንደይ እዩ ዝዓቢ? ክሳብ ዝኽእሎ ወሰን የብሉን። ንስኻ እውን ክሳብ እቲ እትደልዮ ምዕባይ ትኽእል ኢኻ። ኣብ ዘረባና ነዚ ሕጂ ዘለኻዮ ዘብጽሓካ ቅድሚ ሓሙሽተ ዓመት፣ ዓሰርተ ዓመት፣ ሓቢርካ ምስ ትውዕሎም ዝነበርካ ሰባት፣ የዕሩኽትኻ ድዮም? ተንብቦ ዝነበርካ መጽሓፍ ድዩ? ትርእዮ ዝነበርካ ፊልም፣ ትከታተሎ ዝነበርካ ናይ ቲቪ ፕሮግራም፣ በቃ ትውዕሎ ዝነበርካ ውዕሎ'ዩ ኣብዚ ኣብጺሑካ። ጽባሕ ንትበጽሖ ቦታ ዝውስንዎ ድማ ብሕጂ እትገብሮምን እትውስኖም ውሳኔታት'ዩ። ንምቕያር ምስ ትውስን፣ ንምንታይ'የ ዝቕየር? እንታይ እዩ ዝጠቕመኒ? እንተዘይ ተቐይረ እንታይ እዩ ዝተርፈኒ? እንተዘይ ወሲነ እንታይ እዩ ጉድኣቱ ምባል ኣለካ። ምጽባይ ኣቋርጽ። ብዙሕ ሰብ ዝኾነ ኩነታት ክሳብ ዝፍጠር ይጽበ። ኣብ ህይወቱ ዝኾነ ነገር ክሳብ ዝኸውን፣ ዝኾነ ፍጻሜ ክሳብ ዝፍጠር፣ ገለ ሰብ መጺኡ ክሳብ ዝረድኦ፣ ገለ መድሓኒ፣ ክሳብ ዝመጾ እንዳተጸበየ እዩ ንኸይትውስን ዝገብረካ ንኸይትብርትዕ ዝገብረካ ህኩይ ንኽትከውን ዝገብረካ ካብ ሰብ ምጽባይ እዩ ኩነታት ክሳብ ዝቕየር ምጽባይ እዩ ንኸይትውስን ዝገብረካ ጂም ሮን ዝተባህለ ሚልዮነርን ደራስን ድማ ከምዚ ይብለና ንስኻ ኣቀላጽም ንኸተውጽእ ካልእ ሰብ መጽዩ ፑሽ ኣፕ ኣይክሰርሓልካን እዩ ይብለና ምቕያር ትደሊ ኢኻ ግን ምጅማር ኣይከኣልካን ምሕንባስ ዳደለኻ ምጥልቃይ ግን ኣይትደልን ደቂስካ ፈጣሪ ይፈልጥ ኣይትበል ተዘይ ተሲእካ ፈጣሪ ዝፈልጥ ደቃስ ሙኻንካ ዩ መን ክመጽእ ኢኻ ትጽበ ዋላ ሓደ ኣይመጽእን ዩ ንዋላ ሓደ ኣይትጸበ ዝኾነ ስራሕ ንምስራሕ ኣብ ሙድ ክኣቱ ኣይትበል እቲ ስራሕ ንባዕሉ ከነቓቕሓካ ዩ መርፍእ ዝፍውስ እናሕመመይ ዕድላት ዝመጹኻ ባዕልኻ እትኽእሎ ነገር ምስ ትፍትን እዩ። ሱቕ ኢልካ ከለኻ ዘይመጹ ዕድላት፣ ምንቅስቓስ ምስ ጀመርካ ግን ኣብ ርእሲ ርእሲ እዮም ዝመጹ። እዛ ዓለም እተዳልዎ ኮፍ ንዝበለ ኣይኮነን፣ ንዝጎዪ እያ። ካብ ሰብ ንዝጽበዮ ኣይኮነትን፣ ንነብሰይ ኣይሓምቕን እየ ኢሉ ንዝንቀሳቐስ እዩ። ካብ ሰብ ምጽባይ ልብኻ እዩ ዝሰብር። ዕድል ክሳብ ዝመጸካ ኮፍ ምባል ኮንት እዩ ዝገብረካ ምጉያይ ኣለካ ምቅላስ ኣለካ ዕድል ዝመጾ ንኮፍ ዝበለ ኣይኮነ ነቲ ዝዳሎ እዩ ተዘይ ተዳሊካ ዋላ ተመጸካ ውን ክተባክኖ ኢካ ተዳሎ ምጽባይ ኣቋርጽ እሞ ካብ ሰብ ምጽባይ ካብ ኩነታት ምጽባይ ኣቋርጽ እሞ ግዜካ ንከይባክን ሕጂ ወስን ነቲ ለውጢ ጀምሮ ንድሕሪት ዝመልሱካ ነገራት እለይ። ንኸይትልወጥ፣ ኮንቱ ኮይንካ ንኽትተርፍ፣ ፍዝዝ ንኽትብል፣ ሰባት እናተቐየሩ እዮም፣ ንስኻ ግን ኣብኡ ኣለኻ። ከምኡ ከም እትኸውን ዝገበረካ እንታይ እዩ? እስኪ ኮፍ ኢልና ንገምግም። ኣወዓዕላኻ ድዩ? የዕሩኽትኻ ድዮም? ኣብ ከባቢኻ ዘለዉ ሰባት ድዮም? መን እዩ? ሓደ ሓደ ግዜ እኮ ዝተመረዘ ኢድ ዝቑረጽ ዋንኡ ስለ ዘየድልዮ ኣይኮነን፣ እንታይ ደኣ ንኻልኦት ክፍለ ኣካላት፣ ስለ ዝምርዝ እዩ ውዕሎኻ እትቕይሮ እኮ ኣይትኽእሎን ኢኻ ኣይትረብሕን ኢኻ ኣብ ትበጽሖ የብልካን ካብ ዝብሉኻ ሰባት እትርሕቕ ስለ ዘይትፈትዎም ኣይኮነ ግን ቀባጽ ንኸይትኸውን ናይ ውሳነ ሰብ ንኸይትኸውን ስለ ዝገብሩኻ እዮም ሕልምኻ ኣኲዒቶም እናቐበርዎ ስለ ዝኾኑ እዮም ኣብ ዋዕላኻ ክትቅይሮ ዘለካ እንታይ እዩ ሒዝካ ዘሎ እንታይ እዩ ዝጎተካ ዘሎ እስከ ብዛዕብኡ ሕሰብ፣ ኣብ ስልክኻ እተሕልፎ ግዜ ድዩ? ወይስ እንታይ እዩ ንድሕሪት ዘዝርፈካ? ሰበብ ድዩ? ምኽንያት ድዩ? ከምዚ ኣይገብርን'የ ኢልካ ምኽንያት ትፈጥር ዲኻ? ቈራጽ ምስ ትኸውን ሰባት ከማን የኽብሩኻ እዮም። ንሱ'ኳ እንተ ወሲኑ ወሲኑ እዩ ይብሉኻ። ሓደ ሰብ እንታይ ገይሩ መሲሉኩም? ቈሪጹ ወሰነ'ሞ፣ ሽዑ ኸምዚ በለ፣ ሕጂ ነዛ ጐቦ ኪሓዅራ'የ፣ ኣብቲ ላዕሊ ጫፍ ድማ ኽበጽሕ'የ። ኣብቲ ላዕሊ ጫፍ እንተ ዘይርኢኹምኒ፣ ኣብ ፍርቂ መንገዲ ሞይተ ኣለኹ ማለት'ዩ። እምበር፣ ብፍጹም ንድሕሪት ኣይምለስን'የ ኢሉ ተዛረቦም። ንስኻ'ውን ከምዚ ኽሳብ ትብል ቈራጽ ክትከውን ኣለካ። ንድሕሪት ኣይምለስን፣ ኣብቲ ዝሓለፈ ህይወት፣ ኣብቲ ናይ ወልፊ ዓለም ኣይምለስን'የ። ትምህርተይ ክቕጽል'የ፣ ሱቕ ኢለ ኰፍ ኣይብልን፣ ኣብ ዘለኹዎ ኣይተርፍን፣ ክልወጥ'የ። ንድሕሪት ኣይሪኢን ምባል ኣለካ። ሓደ ሓደ ሰብ ወልፊ ዘቋርጾ ናብ ሕማቕ ልማድ ዝምለሶ ምስቶም ዝገደፎም ሰባት ምስ ዝራኸብ ወይ ድማ ዝለመዶ ቦታ ተመሊሱ ምውዓል ምስ ዝጅምር እዩ። ስለዚ ከምዚኦም ዝበሉ ነገራት ካብ ህይወትካ ኣውጻዮም። ዘይጠቕሙኻ ሰባት ካብ ህይወትካ ኣውጻዮም። ለውጢ ምጅማር ቀሊል እዩ። ክሳብ መጨረሻ ምኻድ ምውድኡ ግን ከቢድ እዩ። ንኽትውድእ ግን ንድሕሪት ክትርኢ የብልካን። ንድሕሪት ንኽትርኢ ዝገብሩኻ ኩነታት፣ ሰባት ኣየኖት ምዃኖም ፈሊኻ ፍለጦም። ካብ ህይወትካ ሓግሒግካ ኣውጽኣዮም ድማ። ሓላፍነት ውሰድ። ክልተ የሕዋት እዮም፣ ካብ ሓደ ኣቦ ካብ ሓደ ኣደ ዝተወለዱ ኣሕዋት። እቲ ሓደ ሰኽራም፣ ሰራቒ፣ ሰበይቱ ዝሃርም፣ ብሰባት ዝተጸልአ እዩ። እቲ ሓደ ድማ ዝተኸብረ ጠበቓ እዩ፣ ብሰባት ዝተፈተወ እዩ ድማ። ሰበይቱን ሓዳሩን ዘኽብር። ጽቡቕ ናብራ ዝነብር ሰብ እዩ። ክልቲኦም ኣሕዋት ተሓቲቶም ንምንታይ እዩ ጠባይኩም ተፈላልዩ? ክምልሱ ከለዉ እቲ ሰኽራም ብሰንኪ ኣቦይ፣ ኣቦይ ሰኽራም እዩ፣ ምሸት ምሸት ሰትዩ እዩ ዝኣቱ፣ ከመይ ኢለ ደኣ ጥዑይ ቆልዓ ክኸውን ኢልኩም ትሓስቡ? ሰራቒ ዝኾንኩ ብሰንኪ ኣቦይ እዩ በለ። እቲ ጠበቓ ድማ ከምዚ ኢሉ መለሰ፣ ብሰንኪ ኣቦይ እዩ፣ ኣቦይ ምሸት ምሸት ሰኺሩ ነደይ ክሃርማ ምስ ረኣኹ፣ ብፍጹም ከምዚ ዓይነት ሰብ ኣይከውንን'የ ኢለ ምስ ነብሰይ ቃል ኣተኹ። ክልቲኦም ሰባት ሓደ ዓይነት ጸገም'ዩ ገጢምዎም። እቲ ፍልልይ ኣብ ርድኢት'ዩ። እቲ ሓደ ሓላፍነት ወሲዱ፣ እቲ ሓደ ግን ሰበበኛ'ዩ ነይሩ። ኣብ ህይወት ገለን ልዕል ዝብልን ገለን ትሕት ዝብል ብሰንኪ ጸገማት ኣይኮነን። ውሳኔታት'ዮም እምበር ንዓኻ ዝገጥመካ ጸገም'ኮ፣ ንኻልኦት እውን ይገጥሞም እዩ። ኣብ ሓዳሩ ሕጉስ ኣይኮነን፣ ኣብ ናይ ፍቕራዊ ርክብ ሕጉስ ኣይኮነን። ንዓኻ ዝገጠመካ ጸገም ንኹሉ እዩ ዝገጥሞ። እቲ ፍልልይ እቲ ጸገም ኣይኮነን፣ ነቲ ጸገም እትህቦ ግብረ መልሲ እዩ። እትህቦ ግብረ መልሲ ድማ ሓላፍነት ብምውሳድ ክኸውን ኣለዎ። ሓላፍነት ምውሳድ ማለት ድማ ደድሕሪ ፈጣሪ፣ ንነብሰይ ዘለኹዋ ባዕለየ በል። ካብ ወልሓደ ዘይምጽባይ፣ ኩነታት ክሳብ ዝቕየሩ ዘይምጽባዩ። ካብዚ ንሕና ዘለናዮ ዝገድድ ሃዋህው ኮይኖም ሂወቶም ዝቐየሩ ብዙሓት ሰባት ኣለዉ። ንስኻ ዕድለኛ ስለ ዝኾንካ ኣይኮነን፣ ሕማቕ ስለ ዝኾንካ ኣይኮነን፣ በቃ ብተፈጥሮ ዝተዓደለካ ስለ ዝኾንካ ውን ኣይኮነን፣ ሓላፍነት ስለ ዝወሰድካዩ። ሓንቲ ትገርም ሰብ ኣላ ምርኣይ ኣይትኽእልንያ ዓይኒ ስውርያ። ገለ ገለ ሰብ ዋላ ተዘይረኣየ ብምስማዕ ይጸናናዕ እዩ ንሳ ግን ኣይትርእን ኣይትሰምዕን እያ ውን ነይራ ግን ንነብሳ ምንባብን ምጽሓፍን ምሂራ ዓለም ዘኽብራ ዓባይ ተሟጋቲት ሰብኣዊ መሰልን ደራሲትን ኮይና ሄለን ኬለር ትበሃል። ንሳ እንታይ ትብል መሲልኩም? ሓደ ናይ ሓጎስ ማዕጾ ምስ ዝዕጸወና ካልእ ማዓጾ ይኽፈተልና እዩ። ኩላትና ግን ሕማቕ ኣጋጣሚ ኮይኑ ኣብቲ ዝተዓጽወ ማዓጾ ጥራሕ ኢና ከነድህብ ነቲ ዝተኸፍተልና ማዓጾ ኣይንሪኦን ትብለና ሄለን ናይ እዝናን ናይ ዓይናን ማዓጾ እንክዕጾ ናይ ኣንደበታ ማዓጾ ተጠቂማ ታሪኽ ሰሪሓ። ንስኻ እንታይ ማዓት ፈሲስካ እዩ ክንድዚ ተማርር እንታይ ወሪድካ እዩ? ክንድዚ ተስፋ ትቆርጽ ኣይክእልንየ በቃ ኣነ ኣይቅየርንየ ዝበልካ እንታይ ኮይንካ ኢካ ሓላፍነት ውሰድ ሂወተይ ክቅይራ እየ ደድሕሪ ፈጣሪ ንነብሰይ ዘለክዋ ባዕለየ በል ፍትዋት ብምድራዊ ጸገም ተስፋ ምቁራጽ የብልናን ምክንያቱ ሓደ ማዓጾ ምስ ዝዕጸወና ካልእ መዓጾ ይኽፈተልና እዩ ሓላፍነት ንውሰድ እንተ ወሲንካ ግበሮ ልብኻ ኣሚንሉ እንተ ወሲንካ ናብ ተግባር እቶ ኣእምሮኻ እንተ ሓሲቡ ልብኻ ተወሲኑ ተግባር እዩ ዘድሊ ንምብላዕ ምውሳን ኣየጽግበካን እዩ ብተግባር ምብላዕ ኣለካ ሓደ መምህር ንተማሃሮኡ ከምዚ ኢሉ ሓተቶም ኣብ ሓደ ገረብ ሰለስተ ኣዕዋፍ ነይረን። እተን ክልተ ንምንፋር ወሲነን፣ ክንደይ ዑፍ ተሪፈን? ኢሉ ሓተቶም። ተመሃሮ ብሓባር ሓንቲ ኢሎም መለሱ። መምህር እናሰሓቐ፣ ተጋጊኹም፣ ኣነ ወሲነን እየ ኢለ እምበር በሪረን ኣይበልኩን። ስለዚ ሰለስቲኤን ኣብኡ ኣለዋ በሎም። ኣብ ዘለኻዮ ትተርፍ፣ ወሲንካ ናብ ተግባር እንተዘይኣተኻዮ። ምውሳን ሓደ ነገር እዩ፣ ናብ ትግባረ ምእታው ድማ ካልእ ነገር እዩ። መድሃኒት ኣለኒ እንተልካ እንታይ ዋጋ ኣለዎ? ተዘይውሒጥካዮ ኣይትሓውን ኢኻ፣ ናብ ትግባረ ምእታው ኣለካ። ተወሲንካ ውሳነ መኣዝንካ ይቕይሮ፣ ተግባር ድማ ናብ ከይዲ ይእትወካ። ዘየቋርጽ ጻዕሪ ናብ ትደልዮ የብጽሓካ። እቲ ቀንዲ ግን ምጅማርካ እዩ። ቻይናውያን እንታይ ይብሉ መሲልኩም? ገረብ ንምትካል ወሳኒ እዋን ቅድሚ ዕስራ ዓመት እዩ ነይሩ። ካብኡ ቀጺሉ ዘሎ ወሳኒ ግዜ ግን ሕጂ'ዩ ይብሉ። ንስኻ'ውን ንምልዋጥ ንምውሳን ብጣዕሚ ወሳናይ እዋን ዝተበራበርካሉ፣ ዝነቓሕካሉ ግዜ'ዩ። ንሱ ድማ ሕጂ'ዩ። እስከ ኣብ መወዳእታ ሕጂ ብጣዕሚ ጠቓሚ ቆራጽ ዝገብረካ፣ ካብ ፍርሓት ዘውጸካ ካብቲ ናይ ምቾት ሃዋሁ ወጺኻ ንደልዮ ነገር ንኽንገብር ዝሕግዘና መጽሓፍ ክሕብረኩም ከም ትፈትውዎ ተስፋ ኣለኒ እቲ መጽሓፍ ጽንጽዋይ ግን ናይ ብዙሓት ሰባት ሂወት ለዊጡ ዩ ናይ ምልዋጥ ፍርሓት ዘለና ኣብ ዝኾነ ናይ ምቾት ሃዋሁ ሃሊና ንምውጻእ ዝፈራሕና ንምልዋጥ ዝተጸገምና እቲ መጽሓፍ ፍቱን መፍትሒ ምዃኑ ብዙሓት ሰባት ምስክር እዮም። ናይቲ መጽሓፍ ገጸ ባህሪ ኣርባዕተ እዮም፣ እቶም ገጸ ባህሪ ድማ ዘይልሙዳት እዮም። እቶም ክልተ ኣንጭዋ እዮም፣ እቶም ክልተ ድማ ብመጠን ኣንጭዋ ዘለዉ ሰባት እዮም። ዘይተጸበይዎ ነገር ኣብ ህይወቶም ተፈጢሩ። ነቲ ነገር ንምዕራይ ዝገብርዎ ቃልሲ ብጣዕሚ እናሰሓቐ ይምህረና፣ እናገረመ እናዛነየ ይሃንጸና። እቲ ዝገርም ነቲ መጽሓፍ ምስ ተንብቦ እዚ እሞ ናተይ ጠባይ እዩ ክትብሉ ትኽእሉ ኢኹም። ካብቶም ኣርባዕተ ገጸ ባህርያት ንነብስኹም ኣብ ሓዲኦም ክትረኽብዋ ኢኹም። እቲ ደስ ዝብል ድማ ሓንሳብ ምስ ጀመርካዮ ካብ ኣርባዕተ ሰዓት ወይ ሓሙሽተ ሰዓት ክትውድኦ ትኽእል ኢኻ። ምውዳእ ጥራሕ ዘይኮነ ድማ ስለ ዝጥዕመካ ደጋጊምካ ኢኻ ተንብቦ። ከም ትፈትውዎ ተስፋ ኣለኒ ናይቲ መጽሓፍ ኣርእስቲ ድማ Who Moved My Cheese ቺዘይ መን ወሲድለይ ደራሲኡ ድማ ዳክተር ስፔንሰር ጆንሰን እዩ እቲ መጽሓፍ ኣብ ሽሕን ትሽዓተ ሚእትን ተስዓን ሸሞንተን እዩ ተጻሒፉ እቲ ዝገርም ኣብ ዓለምና ብጣዕሚ ካብ ዝተሸጡ ካብ ዝተነቡ መጻሕፍቲ ሓደ እዩ። ልዕሊ ዕስራን ሸሞንተን ሚልዮን ቅዳሓት ዝተሸጠ መጽሓፍ እዩ። ንዝገጠመካ ጸገም ከመይ ከም ዝትቕበሎ፣ ከመይ ኢልካ ሓላፍነት ወሲድካ፣ ቆራጽ ኮይንካ፣ ምልዋጥ ከም እትኽእል መንገዲ ዝሕብር እዩ። ነቲ መጽሓፍ ከተንብቦ ይዕድመኩም። ክቡራት ተኻታተልቲ መደበይ ክሳብ መወዳእታ ዓቕሊ ጌርኩም ዝሰማዕኩምኒ ብልቢ እየ ዘመስግነኩም ብጣዕሚ እየ ድማ ዝፈትወኩም ሳብስክራይብ ሸር ብምግባር ተሓባበሩኒ ኢኹም ኣብ ዝመፅእ ብኻሊእ ቪድዮ ሒዘልኩም ክሳብ ዝመፅእ ኣኣብ ዘለኹምዎ ሰሰናይ ንዓኹም ሰላም ቅነ ሂወትኩም ብንቕሓት ምርሕዋ